ምዕራፍ 4 ውሕጅ ናብራ ወዲ ሰብ እነይ ስላስ ቆራቢ ሰጋዲት ዀይነን ንደቀን እናምሃራ ክኣብያ ጀመራ ናብረአን ጽጉም ምዃኑ ይርድአን መፍትሒኡ ግን ደቀን ኣምሂረን ቐጺዐን ኣዕብየን ዓበይቲ ሰባት ኮይኖም ክጥውርወ እንተለዉ ኮይኑ ይረኣየን ነዞም ሰለስተ ደቀን ካብ ዝተፈላለዩ ሰባት ምስ ወለዳ ኻሊእ ውላድ ይኣኽለኒ ኢለን ነዚኦም ቐጺዕኻን ኣምሂርኻን ምዕባይ ከም ናይ ህይወተን ተልእኾን ገይረን ወሲዶና ነይረን ዕዳጋ እንትህሉ መዓልቲ ጨው ቅመም ወዲ ቐመም ካብ ዓበይቲ ነጋዶ ገዚኤንስ ይኹን ተለቂሐን ወሲደን ኣብ ዕዳጋ ተንኮቦት መሳሊ ዘርጊሐን ሰጢሐንኦ ይውዕላ ብገንዘብ ዝሸጠኦ ኣብ ጫፍ ብቕንጣብ ጨርቂ ዝተጣብቐት ንእሽተይ በዓልቲ መሸንቀቕ ከረጢት ናብ ክሳደን ኣእትየን ብውሽጢ ጉልኤን ይገብራ እሞ ኣውፅእ እናበላ ናብ ኣእቲን ተመሊሰን ናብ ጉልኤን የእትዋ ብእኽሊ ዝለወጦ ዝበለ ድማ በብዓይነቱ ኣብ ዝተፈላለየ ቀንጠብጣብ ጨርቂ ኣዋህልል ውዒለን ምሸት ንምሸቱ ተቕሊለን ማለት መዓት ሕዝሎን ሕንጥልጥሎን ኾይነን ንገጸን ይኣትዋ ዝተለቅሐኦ ኸፊለን ንሶም ንመዳወይ ዝኸውን ይረኽቦ ክሳዕ ኸምኣ መዓልቲ ዕዳጋ እትመጽእ ኣብ ዘሎ ሰሙን ሓደ ሓደ ግዜ ሓሚመ ኢለን ተዓጻጽፈን ይድቅሳው ኻልእ ግዜ ጡጥ ፈቲለን እናሸጣ ማይ ኣምፅኤን እናሸጣ ተወሳኺ እቶት ይዓራርያ ንስላስ ገዝአን ይኹን ናብረአን መኻዚኖ ተጋራጫዊ ነገራት ጎንፅታት እዩ ገዝአን ኣብ ዘመናዊ ፋብሪካ ተሰርሐ ቆርቆሮ እዩ ኣብ ውሽጡ ግን ኣብ ክንዲ ዓራት መደብ ኣብ ክንዲ ወንበር መድሐ ኣብ ክንዲ ልቺ ናይ ላምባ ጋዝ ወይ ድማ ፍሉይ ሓዊ እዩ ዝርከብ ንኣሽሓት ዓማውቲ ዝጸንሐ መሳርሒ ገዛ ምስ ብዘመናዊ መንገዲ ዝተሰርሐ ቆርቆሮ ሓቢሮም ይነብሩ ማይ ቡምባ ዝበሃል ነገር ዋላ ቀኛዝማች ዮሴፍ ነታ ከተማ ምስ ኣሰልጠንዋ እውን ኣይፈልጦን። ተዓሪፋ ጓል ተዓሪፋ ዝረኽባላ ዝነበረት ስራሕ ምሕዋር ማይ እኳ ደኣ ተጫራታይ ረኸባላ። ንባዕለን ዝኸውን ማይ ኣብ ግዙፍ ዝበለ ዕትሮ የቕምጣ። ንኣሽሓት ዓመታት እንተይተቐየሩ ብዝጸንሐ ኣገባብ ዝተሰርሐ ዕትሮ መቕደሒኡ ግና ሽክና ወይ ሻሻት ኣይነበረን። ኮካ ኮላ ዝብል ናይ እንግሊዝኛ ጽሑፍ ዘለዋ ታኒካ እዩ ነይሩ። እታ ታኒካ ዝተሰርሐትሉ ዕላማ እኳ መቕድሒ ማይ ንክኸውን ኣይነበረን ብዘበናዊ መንገዲ እተሰርሐ መስተ ንክቋፅር እቲ መስተ ምስ ተሰተየ ድማ ንኽድርበይ ሃጥ እንተበለ ድማ እንደገና ተኣኪቡ ብዘበናዊ መንገዲ ተዓራርዩ እንደገና ዘበናዊ መስተ ንክቋፅር እዩ ነይሩ ዘበናዊ ናብራ ዝደርበዮ ታኒካ ግን ኣብ እንዳ እነይ ስላሰ ኣትዩ በቲ ሓደ ገጽ ወሰን ወሰን ተቐሪዱ መቕድሐማይ ይኸውን እሞ ንእነይ ስላስ ምስ መበል ዕስራ ክፍለ ዘመን የተኣሳስረን እቲ ዝገርም እነይ ስላስ ምስ መበል ዕስራ ክፍለ ዘመን ዘተኣሳሰረን እቲ ክፍለ ዘመን እቲ ተጠቒሙሉ ውዳቕ እዩሉ ዝደርብዮ ምዃኑ እዩ ብድርባይ ናይ ዘበናዊ ናብራ ኣቢለን ምስ ዘበናዊ ናብራ ይተኣሳሰራ እንተ ሓማ እንተለዋ ወይ ደሓን ገንዘብ እንትረኸባ እንተለዋ እኽለ ንዳመጥሓን ወሲደን ዘበናዊ ክበሃል ብዝከኣል ናውቲ የጥሕና ገንዘብ ስኢነን በዓልቲ ጥዕና እንትኾና ዝጥቀማላ ነገር ካብ ምዃና ዝተልዓለ ንመጀመርያ ግዜ ሰብ መዓስ ክጥቀመላ ከም ዝጀመረ ዘይትፍለጥ መጥሓን ናይ ገዘን ኣላተን ዋላ ገንዘብ ሃልያተን እውን ዝልንቀጥ ነገር እንትህልው ነዛ ናይ ዘበን እኒ እኒ መጥሓን እየን ዝጥቀማላ እነይ ስላስ ኣብ ክልተ ግዜታት ኣብ ክልተ መዋእላት ረጊፀን እየን ዝነብረ እቲ ሓደ እግረን ኣብ መበል ዕስራ ክፍለ ዘመን እቲ ሓደ እግረን ኣብ ዘበነ ኢነ እኒ ነይረን ነይረን መሐወሲ ሰብ ኢለን ዝገዝኣኣ ጀለብያ ክዳን ኣላተን። ኩሉ መዓልቲ ዝጥቀማላ ብርሰሓት ቐለማ ዝቐየረት ኣረጊት ጀዲድ ቀምሽ ድማ ኣላተን። ዋላ ነታ ሓዳሽ ጀለብየን እንትኽደና እውን ከይትኣርገኒ ብዝብል እታ ብላይ ጀዲደን ብውሽጠን ገይረን እታ ጀለብያ ብላዕሊ ይገብራ። ንእነይ ስላስ ዘገድሸን ሓዱሽ ልስሉስ ጨርቂ ኣብ ዝባነን ምዕራፍ ኣይኮነን። ብውሽጢ ዘሎ ምስ እንግድዐን ዝተጣበቐ ብፍላይ ሓርፋፍ ኣረጊት ኽዳን እናሃለወ እቲ ብደገ ዝረአ ግን ዘበናዊ መልክዐኛ ምዃኑ ጥራሕ እዩ ዝግድሸን ዝመስል ነቲ ኣረጊት እቲ ሓድሽ ሸፊንዎ ይነብር እምበር ኣይትክኦን ኣብ እንዳኒ ስላስ ደሓር ናብራ ቁሩብ ፍኹስ እንዳበለለን ምስ ኸደም መስዐሚ ቤተ ስኪያን ኢለን ዘእለሞ ዓለባ ዓዲ እውን ነይራተን ዋላ ካብቲ ጀለብያ ንላዕሊ ተኸናኺነን ይሕዛ ተጋራጫዊ ገዛ እንዳነይ ስላስ ኣብ ሓደ መዳይ ዘበናውን ናይ ዘበና እኒ እኒ ሓቢሮም ይነብሩ እነቓየራ ይጥቀማሎም ኣብቲ ሓደ መዳይ እቲ ዘበናዊ ካብቲ ነባር ዝለዓል ግምትን ክብርን ይህቦም እቲ ዝበዝሕ ጥሪትን መነባብሮኦንን ናይ ዘበነ እኒ እኒ እናሃለወ ብዙሕ ግዜ ብደገ ዝረአ ግን ቆርቆሮ ገዝአንን ጀለብያ ክዳነንን ኮታ እቲ ዘበናዊ ዘበለ እዩ ናብረኣን ብጠቕላላ ካብቲ ሸቐጥ ሸቀጥ ውዒለን ዘምጽኦ እኽሊ ኣይፍለን፣ ሕውስውስዩ። ናይ እነይ ስላስ ጥራሕ ግን ኣይኮነን፣ ናይ ኩላ ኣምባሰራዋት፣ ናይ ኩላ ትግራይ፣ ናይ ኩላ ኢትዮጵያ ናብራ እዩ። ዋላ እቶም ገዛእቲ እቶም ሰብ ምቹው ናብራ እንቀኛዝማች ዮሴፍ ወዲ እንተኾነ እውን ብመጠኑ ክፈላለ እንተዘይኮይኑ ኣብ ክልተ መዋእላት ዝነብሩ ምዃኖም ዘየካትዕ እዩ እነይ ስላስ ብናብረኣን ዝተሓጎሳሉ ብዕድለን ዝረወያሉ እዋን የለን ምባል ምግናን ኣይኸውንን። ድኻ ኮይነን የማን ጸጋም ተጻፊዐን ከርፋሕ ናብራ ይደፍኣም ብድኽነተን ይጉህያም ንምንታይ ከም ዝደኸያ ግን ብዙሕ ግዜ ሓሲበናሉ እውን ኣይፈልጣን። ከም ቅቡል ዕድለን መፋጥርተን ገይረን እየን ዝወስዶ ንሰን ዝገበራ እንተገብራ ከይሓልፈለን ዝገብር ቆሪኑ ዝሓዘን ምድራዊ ሓይሊ ኣሎ ኢለን ኣይኣምናን ዕድለን ጌሩለን ካብ ድኻታት ተፈጢረን ድኻ ኮይነን እቶም ገዛእቲ ድማ ዕድሎም ኮይኑ ካብ ርሑሳት ተወሊዶም ሃፋትማትን ክቡራትን ኮይኖም ድኻ ኔሩ ዝህፍትም ሃፍታም ኔሩ ዝደኪ እንተርእያ እውን ኣጋጣሚ ናይ ዕድል ነገር ጌረን ይርድኦ እቲ ዝዓበየ ትምኒተን ካብቶም ድኻታት ኮይኖም ተፈጢሮም ዕድሎም ጌሩሎም ኣብ መንጎ ንምህፍታም ዝበቑዑ ሓንቲ ንኾና እዩ ናይ ባዕለን ጻዕሪ ሒኽ ኢለን ኣይኾነለንን። ደቀነ ሚረን ክሓልፈለን ምዃኑ ገሚተን፣ ንደቀን ምምሃር ከም መንገዲ ምህፍታም፣ መንገዲ ምምሕያሽ ናብረአን ገይረን ብዓብዩ ወና ተረባረባላ። ናብረን ንምንታይ ከምኡ ከም ዝኾነን ንቐጻሊ ዝህልወን መማረጽታት ፈጺመን ኣይርዳን። በቲ ሓደ መንገዲ ይፍትና፣ ይኣብን፣ የንጸርጽራ። በቲ ኻሊእ መንገዲ እንደገና ይፍትና ብእውን የኣብየን የማርራ ካብ ፈተነ ናብ ኻሊእ ፈተነ ካብ ሓደ ምንጽርጻር ናብ ኻሊእ ምንጽርጻር እናተገላባበጣ ብዘይፈልጦ ዘይቈጻጽሮ ጕዕዞ ናይ ናብራ እናተዳፋ ይጓዓዛ ናይ ውሕጅ ጕዕዞ ማንም ዝቈጻጸሮ ዘይብሉ ብናይ ባዕሉ ሕጊ ካብ በሪኽ ናብ ዓሚቕ ይውርውር ዝገፍጦ ጕንዲ ወዲ ጕንዲ እናጋላበጠ ሒዝዎ ይውንጨፍ። እቲ ጕንዲ ነቲ ናይ ውሕጅ ጕዕዞ ይፍለጦ ኣይፍለጦ፣ ይቈጻጸሮ ኣይቈጻጸሮ ኻሊእ ሕቶ እዩ። ብቻ እናተገላበጠ ይኸይድ ከም ንኤስላስ። መንጸርጸሪ ኣእምሮ ዘይብሉ እንተ ዘይኮይኑ ብውሕጅ ዝጋፋዕ ጕንዲ ካብ ብናብራ ዝጋፋዕ ዘሎ ኣኔስላስ ኣይፍለን። ኣብ እምባ ሰራዋት ኣብ ትግራይ ኣብ ኢትዮጵያ ኣብ ኵሉ ዓለም ክንደይ ብውሕጅ ናብራ ውዲ ሰብ እናተጋፍዐ እንተይፈለጦ እንተይተቖጻጠሮ እናተገላበጠ ዝወርድ ኾን ይህሉ